ሰላም ሰላም ክቡራት ተኸታተልተይ ከመይ ውዒልኩም ሰላም ዲኹም? ኣነ ሰላም እየ ኣምላክ ይመስገን። ከምቲ ኣነ ሰላም ዘለኹዎ ንስኻትኩም ለ ሰላም ክትኾኑ ናይ ኩሉ ግዜ ትምኒት እየ ክቡራት ኣሕዋት እየ እምበኣርከስ ናይ ልማዓንቲ ዴታ እዩ ክኾን ብዛዕባ ከምዚ ስክሪንሻት ትሪእዎ ኣለኹም ኣርቲስት ዛይድ ኣብርሃ ወይ ከዓ ዛይድ ናይ ፌስቡክ ስማ እኳ ያው ኣርቲስት ዛይድ ኣብርሃ ኢና ንፈልጣ፣ ግን ትክክለኛ ስማ ዛይድ ኣብርሃ ሰብ ኮይኑ ካብ ክልተ ሻዕ ምርኣይ ይምሓረና። ስደት ከይድኻ ክትቕየር ኢልካ ናብራኻ ክትቕይር ኩሉ ነገርካ ተቐይርካ ኣቲኻ ኣብ ዓዲ ቀሲንካ ክትነብር ኢልካ ማዕረ ክንድዚ ኣካላትካ ምጉዳል ጥዕናኻ ምጉዳል ብጣዕሚ ልሕዝን ብጣዕሚ ዓለምሲ በቃ ክልተ ግዜ ክልተ ግዜ እያ ትርእየና ሰባት ነገርና መቸም ናብ ሓመድ ካብ ሓመድ ተፈጢርና ተመሊስና ናብ ሓመድ ከምንኣቱ ፍሉጥ እዩ ግን ደውልካ ናሃለኻስ ያው ኽልተ ግዜ ሃብ ንርኣ ሰለስተ ግዜ ሃብታም ኔርካ ትደኪ ኢካ ድካ ኔርካ ትፍቲም ኢካ ጥዑይ ኔርካ ትሓምም ኢካ ካብኡ ካኣ ኣብ ስደት ኔርካ ግን ናብራካ ክትቅይር ኢልካ ተመሊስካ ኣካላትካ ጎዲሉ ጥዕናካ ጎዲሉ ትርኢ ተለካ ካብዚ ልሕዝን ነገር የለይ ብጣዕሚ እየ ሓዚነ ኣነ ያው ብኣካል የረክብክዎ እየ ካብቲ ኣነ ኒኢክዎ ዓዲ ብጣዕሚ ካብ መቀለስ ናብቲ ሚኣቶ ንእሽተይ ርሕቕ ዝበለ እዩ ግን ኣብኡ ልለ ሰብ ነጊርኒ ግን ኩሉ ኩነታት ትርትለስ ብጣዕሚ ብጣዕሚ መሕዘኒ ነገር ካብ ክልተ ሻዕ ምርኣይ መሓርና እዩ ዝበሃል እና ከቢድ እዩ ከቢድ እዩ ለላቲ ኩነታት እግዚኣብሔር ኣምላክ ግን በዓሉ የቕልለላ እዩ ዝበሃል እምበ ከምዚ ዝብለሉ ሰብ ትኮይንስ ብጣዕሚ ኣብ ከቢድ ኩነታት እያ ሓፍትና እና ክቡራተይ ኣነ ብርግጥ ንላይክ ኢለ ይኾንኹ ንዩቱብ መስርሒ ኢለ ይኾንኹ ግን ተዓዊ መልእኽቲ እንታይ እዩ ሓፍትና ዛይድ ክንሕግዛ እኒአና ዓቕሚ ዓቕምና ኣካውንት ከምኡ ትርእውልኩም ፎቶ ስክሪንሻት ኣሎ እዩ ዋና ዋና ነገር ግን ኣብ ስደት ስንሰርሕ ተለና ጥዕናና ርኢና ኣካልና ርኢና ኩሉ ነገር ኩነታት ነብስና ርኢና እምበር ካብ ዓቅምና ንላዕሊ ዝኮነ ስራሕ በተለይ በተለይ ተመላላሲ ስራሕ ዝሰርሓ ኣሕዋተይ ባዕለይ እውን ነይረ እየ ብዙሕ ዓመት ተመላላሲ ለፊዐ እየ እግዚኣብሔር ይመስገን ዝለፋዕክዎ ግን ኩሉ ነገር ፅቡቅ ፀኒሕኒ ፅቡቅ ይነብር ኣለኹ ግን እዩ ምስ ከዓስ ልጥዕናና ንሓስብ እኒኤና ንጥዒናና ኣዚ ሓፍትናስ ተመላላሲያ ስርሕ ነራ ኣብ ድሕሪት እያ ብደንብ ኢና ንራኸብ ነርና ቀደም ብስልኪ ማለት እዩ ብስልኪ ንራኸብ ነርና ኢና ዩቲብ ክፈትለይ ኢላትኒ ብጣዕሚ ፈጣን ቆልዓ እያ ብጣዕሚ ዝተሸገሩ ገለል ትሕግዝ ነራ በቃ ኣብ ዝኾነ ኩሉ ነገር ብጣዕሚ እያ ትሳተፍ ካብ ግን በቃ እሺ ስርሐይ ተመላላስ ስለ ዝኾነ ግዜ ይብለይ ግን ክኸፍት እየ ዓዲ ሰርሕ እየ ገለ ትብለን ነይራ ንዕሊ ነይራ ማለት እዩ ካብኡ ግን ሕክምና ከይዳ ሳምባኺ ተቐፂሉ ትብልዋ ተለዉ ሪኦ ሳምባኻ ተቐፂሉስ ክንደየናይ ሰውነትካ ናይ ሰውነትካ ምንቅስቃስ ክንደየናይ ልኣክል ከም ዝቕንስ ይጠፈኩም እዩ ማለት እዩ እና ኣሕዋተይ ተጠንቂቕ ስርሓ ጥራሕ ንረክብና ክሓልፈልና እዩ ዘይኮነስ እስከ ጥዕናናስ እንታይ ዓይነት ሽግር ነምፅእና እውነት ኣብ ጥዕናናስ ብሓይሊ ስራሕ ብሓይሊ ናፍቆት ብሓይሊ ጭንቅስ ኣብ ውሽጢ ሰውነትናስ ታይ ዓይነት ጎደሎ ሃምነምጽእስ ነስተውዕል ካብዛ ቆልዓ እዚኣ ንሰርሕ ወድያ ኣብ ድሕሪት ኣብ ዓርሽ ኣብ ዓርሽ ኢና ኔርና ኩልና ብዙሕ ዓመት ኣብ ዓርሽ ተቀሚጥና ንባዕለይ ኣብ ዓርሽ እንድዩ ተመላላሲ ስራሕ ሓበሻ መዓት እዩ ኣብ ዓርሽ ኣብ ዓርሽን ሳብያን ከባቢኣን ልሉ ሓበሻ ተመላላሲ ዝሰርሕ ሓበሻ ሓበሻ ከይመስለኩም ብጣዕሚ ኢና ብዙሓት ብጣዕሚ ማለት እዩ ካብኡ ግን ህይወትና ጥዕናና ላረና በተለይ በተለይ ከዚ ረመዳን እዩ ዓቕምኽን ስርሓ በቃ ዓቕምኽን ህይወትኽን ኣጥፊኽን ንትፋስኽን ኣጥፊእኽን ኣይትስርሓ ውሽጥና ሲ እቲ ዓይነት ጉድኣት ሃምለም ፅለስ ብድሕር ግዜ ይልሓሰሉ ብእውነት ኣነ ከዚ ንእሽተይ ስራሕ ሰሪሐ ድክም ንእሽተይ ስራሕ ሰሪሐ ድክም ተመላለስ ጥራሕ ስራሕ ብጣዕሚ ይልውፀኣካ ብጣዕሚ ይልውፀኣካ ትልወጥ ኢካ ሓፂር ግዜ ብርግጥ ግን ዕረፍቲ ዘይብሉ ላፍቲኣ ሰዓት ኣኸለት ላፍቲኣ ሰዓት ኣኸለት ላፍቲኣ ሰዓት ኣኸለት ናብልካ ስለ እትጓየ ነብስኻ ሓይልኻ ብጣዕሚ እዩ ዝዳኸም ኣነ ኣብ ዓዲ ኣትየ ብዙሕ ስራሕ ክሰርሕ ይሓስብ ነይረ ግን ሓይልና ተጸሚቁ ኣብ ስደት እዩ ዝተርፍ ኣሎ በቃ ቀስ ዳልካ ኢካ ኣድካ ውን እምበይ ብዙሕ በቃ ብቻ ግን ከቢድ እዩ ተመላላስ ስራሕ ሳንባካ ምቅጻል ማለት ሕሰቦ ንቅርሺ ትብል ገዛ ክሰርሕ ትብል ፎቅ ከስርሕ ትብል እዚ ትብል ሲ ኣካላትና ጎዲሉ ማዕረ ካብ ምንቅስቃስ ዝኣወላ ኣብ ጭራሽ ሰውነታ ኩሉ በቃ ፓራላይዝ በልዎ ድድግፋ ደጊፉ ንደገ የውፅእ ናብቲ ዝብል ናብቲ ዝብል በቃ ደላ ዓላ ሰብ ናደገፈ ለንቀሳቀስ እያ ትደሊ እምበይ ካብዚ መሓርና ኣላቀ ባዕልኽን ግን ህይወትኽን ተጠንቀቃ ኣሕዋት ካብኡለ ብዓቅምና ዓቅምና ንሓግዛ ብልዓበየ ግን ህይወትኽን ጥዒናኽን ኣስተውዒልኽን ስራሓ ኣረ እማ ታይ ግድሽ ወን ዕስራ ኣርባዕተ ሰዓት ድፍእ ተብልኻ እኮ ምንም ምንም ምንም ኣይግድሸኒ ባዕልና ግን ጥዒናና ነስተውዕል ብስሩ ሲጀመር እኮ ኣብ ስዑዲ ልለና እኮ ብጭንቀት ድዩ ብስራሕ ድዩ ኩልና ጥዒናና ልጎደል እኮ እዩ ዋላ ኣካላትና ይጉደል እምበይ ጥዒናና ድኹም እዩ ዛይድ ሓፍትና እግዚኣብሔር ኣምላኽ ናብ ሙሉእ ጥዒናኺ መሊሱ ኣካላትኪ ተንቀሳቒሱ ባዕልኺ ልልኽዮ ስራሕ ሰሪሕኺ ጥዒናኺ ሙሉእ ኮይኑ ክንርእየኪ ሰው ሙሉእ ተስፋ ኢና ክቡራት ኣሕዋተይ። ግን በቃ ንጠንቀቕ ኣሕዋተይ፣ ጥዒናናስ እንደ ኣነ ብጣዕሚ እየ ሓዚና። ስደት ከይድካ ሂወትካ ክትቕይርስ ንሂወትካ እትጎድእ ተለኻስ ብጣዕሚ እዩ ከቢድ። እና ህይወትና ባዕልና ንሓልዋ፣ ጥዕናና ባዕልና ንሓልዋ፣ ኣይንሸወድ ማለት ኣይፍለጠና እኮ ትሰርሕ ተለና እኮ ይፍለጠና ባዕልኩም ትፈልጦ ኢኽን ዓዲ ምስ ኣተኻ እዩ ኩሉ ዝፍለጠካ ኩሉ ሰውነትካ ጥዕናኻ ድኻምካ ዓዲ ምስ ኣተኻ እዩ በቃ ዝርብረካ ከፍቴርካ በቃ ድንዝዝ ድኽም በቃ ኣነ ንሓንቲ ርእሰይሲ ገዛ ገዛ ጽርየ ምጎጎ ጋጊረ ጸብሐ ፍሊሐ ለለላፍቲ ካሊእ ስራሕ ክሰርሕ ተርፎ ለለላፍቲ ዩቲብ ሰርሕ ተሎ ብጣዕሚ ዓብዩ ስራሕ እዩ እዚ ደኸም ይለካ በቃ ግን እግዚኣብሔር ይመስገን ከምኡ ኢሉ ጥራሕ ድኻም ይኹን ጥዕናና ተመስገን ይለብል እምበ ብበዝሒ ግን እንድዒ ትሪኦ ኣለኺ ንሕና ሶሻል ሚድያ ኣብ ስደት ብዙሕ ዓመት ተቐሚጠን ናብ ሕማም እናተቓልዓ ማዕረ ናብ ዕብዳን ማዕረ ናብ በቃ ናብ ብዙሕ ናብ ሕማቕ ሕማቕ ነገራት ዝበፅሕ ኣለዋስ ባዕልና ህይወትና ጥዒናና ንሓሊ ቀስ ኢልክን ስርሓ ዘን ኣሕዋተይ ልብኽን ኣጥፊእኽን ኣይትስርሓ ዓቕምኽን ስርሓ ናይ ጅዳ ና ሪያድ ብዙሕ ቅልል ዝበለ እዩ ስርሑ ዋላ ሪኦ እዩ ኣነ ኣብ ድሕሪት ግን ሓያል እዩ ስርሑ ቅርሹ ብዙሕ እዩ ስርሑ ሓያል እዩ ግን ንጥዒናና ከ ሃመይ እዩ ነስተውዕል ኔርና ኩብራተይ እና ናርማ ኣንትዩ ዴዚ ይመስል ዛየድ ሓፍትና ምሕረት የውርደላ ብዚ ኣካውንት እዚ ዓቅምና ዓቅምና ንሓግዛ የቀንየለይ ስስነይ ንዓኹም ኩብራት ተኸታተልተይ ባይ ባይ ቻት